You're welcome Pastor እግዚኣብሔር ይባርኽካ።
ሃሌሉያ ኢየሱስ ክርስቶስ ኣብ ማእከልና ጎይታ እዩ ሰላም ድዩ ሰላም ድዩ እግዚኣብሔር ይመስገን ዮናስ ኣስረስ ይበሃል መብዛሕትኹም እኮ ገለ ገለ ሰባት ፓስተር ኣብ ዝርኤ ኣለኹ ፓስተር ጀርጆ ኣምላኽ መስገን እግዚኣብሔር ዓብዪ እዩ ኣምላኽ መስገን ንነዊሕ ግዜ ድሕሪ ነዊሕ ግዜ ስለ ዝረኣኽዎ ብጣዕሚ ንኣምላኽ የመስግኖ ኣብ ሓደ ቸርች ኢና ኔርና ኣስመራ ሙሉ ወንጌል እግዚኣብሔር ይመስገን እግዚኣብሔር ድማ ብብዙሕ ጎደና ዘሕለፈኒ ሰብየ ገለ ገለ ምስክርነተይ ዝሰማዕኩም ሰባት ትህልው ኢኹም ኣርባዕተ ዓመት ናይ ስንክልና ግዜ ዘሕለፍኩ ሰብ እግዚኣብሔር ግን ብምሕረቱ ኣብቲ ኣይከኣልን ዝተባህለ ነገር እግዚኣብሔር ክኽእል ከሎ ሪኤ ኣምላኽ ይመስገን እግዚኣብሔር ይኽእል እዩ እግዚኣብሔር ይኽእል እዩ ኣምላኽ ይመስገን በዓል ሓዳርን ኣቦ ሓሙሽተ ቆልዑት እየ እግዚኣብሔር ይመስገን ክልተ ሽሕን ሓደን ምስ ሰምሃር ሃይለ ትበሃል በዓልት ቤተይ ተመርዕየ እግዚኣብሔር ይመስገን ኩሎም ደቂ ዓዲ እንግሊዝ ኣለው ዝሓለፈ ግዜታት ኣብ ሳውዝ ኣፍሪቃ ድሕሪ ዓሰርተ ሰለስተ ዓመት ምስ ፓስተር ኣኽሊሉ ተራኺብና ሎሚ ኣምላኽ ይመስገን Thank you ስለዚ ዕድል ዝሃብኩምኒ ሽማግለታት እግዚኣብሔር ይባርኩም እግዚኣብሔር ዓቢ እዩ ኣምላኽ ይመስገን እስከ ካብ ዘለና ይኹን ተስኢና እግዚኣብሔር ይመስገን ሃሌሉያ ሓደ ቃል ከንብብ እሞ እግዚኣብሔር ዝተመስገነ ይኹን ብኡ እስከ ክንጽሊ ኢና ኣብ ቀዳማይ ጴጥሮስ ምዕራፍ ኣርባዕተ ካብ ሓደ ክሳብ ክልተ ደጊም ክርስቶስ ምእንታና ሓሳረ መከራ ካብ ጸገበስ ብስጋ መከራ ዝጸግብ ንሱ ንሓጢኣት ሓዲግዎ እዩ እሞ፣ እቲ ብስጋ ዝተረፈ ዘበን ንፍቓድ ኣምላኽ እምበር ንፍትወት ሰብ ምእንቲ ከይትነብሩ፣ ንስኻትኩም እውን ነዚ ሓሳብ እዚ ከም ኣጽዋር ጌርኩም ሓዝዎ። ከም ኣጽዋር ጌርኩም ሓዝዎ። እግዚኣብሔር ኣምላኽ ንስኻ ዓቢ ኢኻ። እስኻ ስልጡን ኢኻ እስኻ ጻድቕ ኢኻ ካብ ኩነታተይ ንላዕሊ ኢኻ እስኻ ካብቲ ንሕና እንርእዮን እንሰምዖን ንላዕሊ ኢኻ ንስኻ ሎሚ እግዚኣብሔር ኣምላኽ ነዚ ጉባኤ እዚ ዝኸውን ቃል ኣለካ ንነብሲ ወከፍና ዝመልስ ዘበርትዕ ዝዕጥቕ ቃል ኣለካ እግዚኣብሔር ኣምላኽ ቃልካ ልኢካ ሎሚ ፈውሲ ግበር ቃሉ ልኢኹ ፈወሶም፣ ካብ ጎዳጉዶም ድማ ኣናገፎም ተባሂሉ ቃልካ ከም ተጻሕፈ፣ እቲ ዝፍውስ ቃልካ ብሽም የሱስ ክርስቶስም ኣብ ህይወትና ፈውሲ ከምጽእ፣ ኣብ ህይወትና ምንቃሕ ከምጽእ፣ ኣብ ህይወትና ምትንሳእ ከምጽእ ብሽም የሱስ ክርስቶስም ብቕንዕና ክንትስእ ክትረድኣና በዛ ሰዓት እዚኣ ንጸሊ ኣለና። ንስኻ ኣብ ስራሕካ ኣይትጋገን ኢኻ። እቲ ዘሎኹ እየ ዘሎኹ ዝበልካ ኣምላኽ ኣብ ማእከልና ኾንካ ድማ ብሽም የሱስ ክርስቶስ ንነብሲ ወከፍ ክትዛረብ ንነብሲ ወከፍ ክትምዕድ ንነብሲ ወከፍ ክትመልስ ብወድኻ ብየሱስ ክርስቶስ ስም ንጸሊ ኣለና እግዚኣብሔር ኣምላኽ ኣብ ቀጽርና ቀጽሪ ሓዊ ኣብ ማእከልና ንጉስ ክብሪ ኾንካ ክትማላለስ ብሽም የሱስ ክርስቶስ ስም ናይ ቃልካ ሓይልን ስልጣንን ክገዝኣና ከንበርክኸና እግዚኣብሔር ኣምላክ ኣእዳውና ናባካ ክነልዕል ኣብ ፍቃድካ ክንነብር ብፍቃድካ ክንማላለስ ብፍቃድካ ክንምላእ ንዓይን ነሕዋተይን ክትረድኣና ብሽም የሱስ ክርስቶስ ንጸሊ ኣለና እግዚኣብሔር ንስካ ዓቢ ኢካ እሞ ኣብ ስራሕካ ስለ ዘይትጋገ ተመስገን እግዚኣብሔር ኣምላክ ዘስተምህር መንፈስ ሃብካዮም ካብ ኣፎም ድማ ማና የጉደልካን ጽሑፍ እዩ ሎሚ እቲ ዝምህር መንፈስካ ክምህረና ኣቦየ ብሽም የሱስ ክርስቶስም ቃልካ ብእምነት ምሳና ክሓብር ክጠቅመና ካብቲ ንሰምዖ ካብቲ ንሪኦ ወጺእና እግዚኣብሔር ኣምላኽ ኣብ ህልውናኻ ክንማላለስ ክትረድእና ብሽም የሱስ ክርስቶስ ንጸሊ እግዚኣብሔር ኣቦ ዓቢ ኢኻ እሞ ስለ ዕቤትካ ተባረኽ ንዓይ ንባርያኻ ድማ እግዚኣብሔር ኣምላኽ ክትረድእኒ ብሽም የሱስ ይጽሊ ስለ ኩሉ ነገር ክብሪ ምስጋና ዕቤት ንዓኻ ይኹን ኣሜን እግዚኣብሔር ይባርኩም ኢየሱስ ክርስቶስ ኣብ ማእከልና ጎይታ እዩ ሓደ ኣርእስቲ ሂበ እየ ዘለኹ ኣብ ዝተረፈ ዘበን ብኸመይ ንንበር ወይ ብኸመይ ንመላለስ ኣብዚ ዝተረፈ ብስጋ ዘሎ ግዜና ብኸመይ ንንበር ብኸመይ ንመላለስ ኣብ ከመይ ንሃሉ ከመይ ሓሊፍና ንኸውን? ኣብ ከመይ ንህሉ ንኸውን? ብኸመይ ክንመላለስ ይግበእና? ናይ እግዚኣብሔር ቃል ክዛረበና ከሎ ከም ፍቓድ ኣምላኽ ኣብ ፍቓድ ኣምላኽ ዝተታሕዘ ሕይወት ክህልወና እግዚኣብሔር ይመስገን እግዚኣብሔር ንዓይን ንዓኻትኩምን ዝደልየና እዚ እዩ ብፍቓዱ ዝተማእከለ ሕይወት ክህልወና ካብ ፍቆዶ ዝወጽእ ካብ ፍቓዱ ዝወጽእ ሕይወት ዘይኮነስ ብፍቓዱ ዝተመልኤ ብፍቓዱ ዝተታሕዘ ኣብ ፍቓዱ ዝተማእከለ ሂወት ክህልወና እግዚኣብሔር ይመስገን ብዙሕ ግዜ ኩነታትካ ካብ ፍቓድ ኣምላክ ክትወጽእ እዩ ዝገብረካ ኩነታትና ምልስ ከብለኩም ንቁሩብ ንድሕሪት ኣብ ኣስቤኮ እየ ዝሰርሕ ነይረ ኣጋጣሚ ኣብኡ እንዳሰራሕኩ ከለኹ ድማ ሓደጋ ናይ ቦክሊን ባክሎደር ትፈልጥዋ ትኾኑ ኢኹም ዓይኒ ብርከይ ጸጋመይቲ እግረይ ተሃሪመ እቲ ግዜ ቀሊል ይመስል ኔሩ ግን ልዕሊ ዓቐን ዝኾነ ሕበጥ ኔሩ ሕክምና ነዊሕ ግዜ ተጸብየ ሕክምና ከይደ ኣርባዕተ ግዜ ኦፕሬሽን ጌረ ናቲንግ ወላ ሓንቲ ክኾን ኣይከኣለን ኣብ መጠረሻ ዝተባህለ ነገር ሰባት ኣምላኽ ካበይ ኣሎ ዝብሉ ኩነታተይ ኣምላኽ ካበይ ኣሎ ዝብል ምክንያቱ ዝሪኦ ዘለኹ ነገር ኣምላኽ ካበይ ኣሎ ዝብል እዩ ኣምላኸይ ኣበይ ከም ዘሎ ምክንያቱ እንታይ እዩ እቲ ዝዓበየ ነገር ኣብ ህይወተይ እግዚኣብሔር ናትካ ፍቓድ እዩ እዚ ነገር እዚ ከመይ እየ ከም ዝሓልፍ ዘለኹ እቲ ዝነበርክዎ ስቓይ ብጣዕሚ ከቢድ እዩ ስንክልና ክብለኩም ከለኹ ኮፍ ምስ በልኩ ሰብ መፅዩ ተደየ ተሲእኒ ትስእኔ ሰብ ተዘይብለይ ኣይትስእን'የ። እቲ ዝሓለፍኩዎ ሽግር ክሪኦ ከለኹ ንኸማርር ግን ግዜ ኣይነበረንን እግዚኣብሔር ይመስገን። ኣብቲ ዝነበርኩዎ ዞባ ብምርኩስ'የ ዘገልግል ነይረ። ሕጂ ናብ ጎይታ ከይዱ ኣሎ ባባ ገብረስላሴ ብሓንሳብ ኢና ነይርና። እቲ ኩነታት ብጣዕሚ ከቢድ እዩ እቲ ኩነታት ብጣዕሚ ክትርእዮ ተስፋ የለን ክትብሃል ኦረዲ ጋንግሪን ጌሩ እግርኻ ክቁረጽ ክብሃል ሕሰብዎ ኣብቲ ቃንዛ እተውዎ ኣብቲ ኩነታት እቶ ኣብቲ ስምዒት እተው ብጣዕሚ ልዕሊ ዓቅን ከቢድ እዩ ጊን ሓደ መዓልቲ ኣብቲ ኣይከኣልን ዝተባህሎ ነገር እግዚኣብሔር ክኽእል ከሎ ሪኤ እግዚኣብሔር ይመስገን ምሽ ኣብቲ ኩነታትና ጽንክር ዝበለና ነገራትና ናብ ፍቓዱ ክኣቱ ዝገብረና ኖኖኖኖኖ ፍቓደይሲ ቁንዕ ኢሉ እግዚኣብሔር ናበይ ዘእትወካ ናብ ፍቓዱ እዩ ዘእትወካ እግዚኣብሔር ይመስገን ኣብ ፍቓዱ ክትነብር እዩ ዝገብረካ እግዚኣብሔር ይመስገን እቲ ኣምላኽ ካበይ ኣሎ ዝበሉኒ ሰባት ነይሮም ኣምላኽ ካበይ ኣሎ ዝበለኒ ኩነታት ነይሩ ምሽ ከገልግል ሓደ ግዜ ምስ ምርኩሰይ ከይደስ ኣንታ ትፈዋሳይ መጀመርታ ርእስኻ ፈውስ ኢልና ሓደ ሰብ ሾክ ኮይነ ብሓቂ ብጣዕሚ በዓል እብራሂም በዓል ኣቴ ትፈልጥዎም ትኾኑ ምስኦም እየ ዘገልግል ነይረ እግዚኣብሔር ይመስገን ኣብ ሂወት ክትርእዮ ከለኻ ሸክ ድገብረካ ነገር ኣሎ ሓደ መዓልቲ ግን እግዚኣብሔር ይመስገን ኣብ መዝሙር ሚእትን ዓሰርተ ሓሙሽተን እዚ ከምዚ ኢሉ ንኣና ኣይኮነን ወናኣና ኣይኮነን ምእንቲ ስምካ ክትብል ግን ኣብ ማእከልና ክብሪ ሃብ። ኣህዛብሲ ኣበይዞ ኣሎ ኣምላኽና ይብሉና ኢሉ። ኣምላኽና ኣብ ሰማያት ይነብር ኩሉ ዝደለዮ ድማ ይገብር ኢሉ። ናይ ኣህዛብ ኣማልኽቲ የዒንቲ ኣለዎም ኣይርእዩን፣ ኣእዛን ኣለዎም ኣይሰምዑን፣ ኣእዳው ኣለዎም ኣይደሱስን፣ ኣእጋር ኣለዎም ኣይቃሳቀሱን። ኣምላኽና ግና ዝርኢ ዝሰምዕ ዝምልስ ስለ ዝኾነ እግዚኣብሔር ይመስገን ድሕሪ ኣርባዕተ ዓመት እግዚኣብሔር መሊሱለይ እግዚኣብሔር ይመስገን እየሱስ ክርስቶስ ጎይታ እዩ እግዚኣብሔር ኣብ ስርሑ ይጋገን እዩ ንምንታይ ትብሎ ኣምላኽ ኣይኮነን ንምንታይ ትብሎ ንበርቱዕ ሰብ እዩ ንምንታይ ትብሎ ግን ንሓያል ኣምላኽ ንምንታይ ኣይትብሎን ኢኻ እግዚኣብሔር ዝተመስገነ ይኹን ኢየሱስ ክርስቶስ ጎይታ እዩ ስለዚ ሎሚ ደጊም ክርስቶስ ምእንታና ሓሳረ መከራ ካብ ጸገበስ፣ ብሥጋ መከራ ዚጸግብ ንሱ ንኃጢኣት ኃዲግዎ እዩ እሞ፣ እቲ ብሥጋ ዝተረፈ ዘበን ንምንታይ ንንበር? ንምንታይ ንንበር? ንምንታይ ንንበር? ንፍቓድ ኣምላኽ። እግዚኣብሔር ይመስገን ኣብ ፍቓድ ኣምላኽ ሓቂ ኣሎ፣ ኣብ ፍቓድ ኣምላኽ ጽድቂ ኣሎ፣ ኣብ ፍቓድ ኣምላኽ ቅንዕና ኣሎ፣ ኣብ ፍቓድ ኣምላኽ ክትኮኖ ዝግበእካ ክትከውን እዩ ዝገብረካ እግዚኣብሔር ይመስገን። ስለዚ ኣብ ፍቓዱ ምንባር ማለት ኣብ ሕይወት ምንባር እዩ። ምኽንያቱ ኣብዚ ዘለናዮ ዓለም ኣይ ዶንት ኖው ኣብዚ ከመይ ይህሉ ምኽንያቱ ኣነ ብ ሂወተይ ይዝክሮ ናይ ሳውዝ ኣፍሪቃ ሂወት ብጣዕሚ እየ ዝናፍቆ ናይ ሳውዝ ኣፍሪቃ ዝነበርክዎ ሂወት ይናፍቆ እየ ዓሰርተ ክልተ ዓሰርተ ሰለስተ ዓመት ኮይኑ ኣሎ ናይ ዩሮፕ ሂወት ዝስልችወካ እዩ ብሓቂ ቀጻሊ ዝዛረቦ ነገር እዩ። ማንያቱ እቲ ትጽበዮ እቲ ትኾኖ ነገር ጸጋኻ ዝበልዕ ሓይልኻ ዝበልዕ ምልኣትካ ዝበልዕ ብዙሕ ነገር ኢኻ ትርኢ ካብ ፍቓዱ ክትወጽእ ዝገብረካ ብዙሕ ትምህርትታት ኢኻ ትስርኢ ብዙሕ ሓይልኻ ዝበልዕ ነገር ኢኻ ትርኢ ብሓቂ ኣብ ዘለኩም ግዜ ንፍቓድ ኣምላኽን ንሓሳብ ኣምላኽን ኣስተውዒልና ኣብ ዘበን እዚ ክንሓልፍ ኣብ ዘበን እዚ ተሪፉ ዘሎ ብስጋ ተሪፉ ዘሎ ዘበነ ህይወትና ኣብ ፍቓድ ኣምላኽ ኣሎኹ ድየ? ብፍቓድ ኣምላኽ ይመላለስ ኣሎኹ ድየ? ኢልና ርእስና ክንሓትት ንርእስና ክንርኢ ይግበእና እግዚኣብሔር ይመስገን ምኽንያቱ ክልተ ሰባት ከምጽእ እየ ብእግዚኣብሔር ይመስገን ሓደ ዳዊት እዩ ምኽንያቱ ዳዊት እግዚኣብሔር ክርእዮ ከሎ እንታይ ኢልዎ እዚ ከም ልበይ ኢልዎ ከም ልበይ ዘበሎ ነገር ሓደ ነገር ነይሩ እግዚኣብሔር ይመስገን እስከ ኣብ ቀዳማይ ነገስት ምዕራፍ ዓሰርተ ሓሙሽተ ቁጽሪ ሓሙሽተ ንርእ እሞ ቀዳማይ ነገስት ምዕራፍ ዓሰርተ ሓሙሽተ ቁጽሪ ሓሙሽተ። ምክንያቱ ሎሚ ከም ኣጽዋር ጌርና ክንሕዞ ዝግበእና ፍቓድ ኣምላኽ እግዚኣብሔር ይመስገን ብፍቓድ ኣምላኽ ክንመላለስ ከም ኣጽዋር ጌርና ክንሕዞ ከም ኣጽዋር ኣጽዋር ከመይ ጌርካ ትሕዞ ትፈልጡ ኢኹም ነብሲ ወከፍና መብዛሕትና ናይ ውትድርና ነገር ንፈልጥ ኢና ኣጽዋር ከመይ ጌርካ ተጠንቂቕካ ትሕዞ እንታይ ናይ ምግባር ባህሪ ኣለዎ ንፈልጥ ኢና ሓቀይ ስለዚ ከም ኣጽዋር ጌርና ክንሕዞ ዝግበእና ነገር እንታይ እዩ እንተ ኢልና ፍቓድ ኣምላኽ ምምልላሰይ ብፍቓዱ ድዩ? ዘለኹዎ ፍቓድ ኣምላኽ ድዩ? ፍቓድ ኣምላኽ ዝኽተተ ድዩ? ንገዛእ ርእስና ክንሓትት፣ ንገዛእ ርእስና ክንጥምት፣ ንካብ ኩነታትናን ካብ ሰባትን ወጺእና ናብኡ ክሳዕ ዘይጠመትና ንፍቓዱ ክነስተውዕል ብጣዕሚ ክኸብደና እዩ። ካብ ኩነታትና ወጺእና ካብ ሰባት ወጺእና ናብኡ ክንጥምት ምስ ጀመርና ጊን ኣበይ ከም ዘለና ክንጥምት ክንርኢ ሓይሊ ክንረክብ ኢና እግዚኣብሔር ዝተመስገነ ይኹን። ኢየሱስ ክርስቶስ ኣብ ማእከልና ጎይታ እዩ። ዳዊት ኣብ ቅድሚ እግዚኣብሔር ቅኑዕ ገበረ ኢሉ በጀካ እታ ናይ ኦርያ ሕታዊ ነገርሲ ብኩሉ ዘበን ህይወቱ ካብቱ ካብቲ ዝኣዘዞ ዘበለ እንታይ ኣይገበረን እንታይ ኣይገበረን ኣየግለሰን ራይዋ ኣይወፀን ካብቲ እተኣዘዞ ካብቲ ሕንፃፅ እንታይ ኣይገበረን ኣይወፀን ኦረድ እንታይ ዝፈልጥ ስለ ዝነበረ እዩ ዳዊት እንተ ኢልና ፅንሕ ኢልና ንሪኦ ኢና ፍቓድ ኣምላኽ ዝፈልጥ ንፍቓድ ኣምላኽ ዝርዳእ ንፍቓድ ኣምላኽ ዝቕድም ሰብ እዩ ነይሩ እግዚኣብሔር ይመስገን ንሰባት ኣይኮነን ዝቐድም ናይ ሰባት ጣቕዒት ኣይቅድምን እዩ ዳዊት ናይ ሰባት ናእዳ ኣይቅድምን እዩ ዳዊት ሰባት ናይ ሰባት ነገር ግዲ የብሉን ምኽንያቱ ዳዊት ክመጽእ ከሎ ብሰብ ተመሪጹ ዘይኮነ መጺኡ እቲ ዝርኢ ርኢ እዩ መሪጽዎ እግዚኣብሔር ይመስገን ናይ ሰብ ምምራጽ ኣይኮነን ንዳዊት ኣምጺኡ ኮፍ ኣቢልዎ ዘሎ ኣብኡ ናይ ሰብ እንተ ዝኸውን ንፍቓድ ሰብ ምነበረ፣ ኣብ ፍቓድ ሰብ ድማ ምተመላለሰ። ዳዊት ግን ንፍቓድ ሰብ ከይገብር ዝገበሮ ነገር እንታይ እዩ ተይልና፣ ገና ኣብ በረኻ ከሎ፣ ኣምላ እሴይ ገና ዘይተራእየሉ ከሎ፣ ዘይተሓስበ ከሎ፣ ሳሙኤል እኳ ንርእሱ መጺኡ ብቑመትን ሽመትን እናረኣየ እንከሎ፣ ሳሚኤል እኳ ክንሱ ዘይረኣዮስ ረኣይዎ እሞ እግዚኣብሔር ይመስገን እቲ ብስውር ዝርኢ ኣምላኽ ጊን ኣብ በረኻ ርእይዎ እሱ ርእዩ ምስ ኣምጽኦ ኣብ ፍቓዱ ክነብር ከም ዘለዎ ዝወሰነሉ ነገር ኮይኑ ይስምዐኒ ኣነ ዳዊት ንፍቓዱ ጥራይ ክግዛእ ንፍቓዱ ጥራይ ክውድእ ስለዚ ዳዊት ኣብዚ እንታይ ኣይተረኽቦን ይብለና ኣሎ በጀካ እታ ናይ ኡርያ ሐታዊ ነገርሲ ብዘበኑ ካብኡ ወላ ሐንቲ ነገር እንታይ ኣይገበረን ኣይወጸን ኣይዘበለን ካበይ ካብ ትእዛዝ ኣምላኽ ካብ ሐሳብ ኣምላኽ ካብ ምኽሪ ኣምላኽ ካብ ቃሉ እንታይ ኣይገበረን ኣይወጸን ሎሚ ኩነታትና ክመጽእ ከሎ ኣሕዋተይ ብዙሕ ግዜ ካበይ ከም ዘውጸና ኣይንፈልጥን ኢና እንታይ ከም ንገብር ኣይንፈልጥን ኢና ማዕበል ዘዝመጸ ማዕበል ይደፍእና እሞ ናይቲ ዝደፍኡና ናቶም ፍቓድ ኣተግበርቲ ኮይና ኢና ንርከብ። ሎሚ እግዚኣብሔር ንዓይን ንዓኻትኩምን ዝደልየና ከም ኣጽዋር ጌርና ክንሕዞ ዝደልየና ነገር እንተሃልዩ ግን ኣብ ፍቓድ ኣምላኽ ምንባርና እዩ። ኣብ ፍቓድ ኣምላኽ ምምልላስና እዩ። ስለዚ ኣብ ግብሪ ሃዋርያት ምዕራፍ ዓሰርተ ሰለስተ ቁጽሪ ዕስራን ክልተን እንታይ ኢልዎ ኩሉ ፍቃደይ ዝገብር ኢልዎ ንዳዊት ኩሉ እዩ ዝብል ደሎ ጎደሎ ኣይኮነን ዝብል ኩሉ ፍቃደይ ዝገብር ራይዎ ኣብ ቁጽሪ ዕስራን ዓሰርተ ሰለስተ ዕስራን ክልተን ክፈትዋ እሞ ግብሪ ሃዋርያት እግዚኣብሔር ይመስገን ኢየሱስ ክርስቶስ ኣብ ማእከልና ጐይታ እዩ። ኩሉ ፍቓደይ ዝገብር ሰብኣይ ከምዚ ልበይ ከም ልበይ ረኺበ ኢሉ ርኣይዎ ዝምስክር ዘሎ ሰብ ኣይኮነን። ሰብ ክምስክረልኩም እንተ ደሊኹም ሓደ ግዜ ክምስክረልካ እዩ ሓደ ግዜ ድማ ከውርደካ እዩ። ብዙሕ ግዜ ሓደ ግዜ ባባ ተወልደ ሓየሎም እንታይ ኢሉ መሲልኩም እዛ ናይ እስርቤት ግዜ ምስ መጸት እዛ ፈታኒት ግዜ ምስ መጸሲ ከይድናዮ ቅድም ብባላ ኢና ኣገልገልቲ ንመርጽ ኔርና ኢሉ ሎሚ ጊን ጎይታ ባዓሉ ኣገልገልቲ ክመርጽ ጀሚሩ ኢሉ ባላ ዘይገበሩ ማለት እዩ ፕሮቶኮል ደይሓለዉ ምክንያቱ ኣምላክና ከምኡ ኣይኮነን እግዚኣብሔር ይመስገን ኣምላክና ከምኡ ኣይኮነን እግዚኣብሔር ይመስገን ስለዚ ዳዊት ኣብዚ ዝምስከረሉ ዘሎ ነገር እግዚኣብሔር ይመስገን እግዚኣብሔር እዩ ዝምስከረሉ ዘሎ ኩሉ እንታይ ዝገብር ኢሉ ኣሎ ፍቓደይ ዝገብር ምኽንያቱ ንፍቓድ ኣምላኽ ዝዓለመ ሰብ እዩ ንፍቓድ ኣምላኽ ዝጨከነ ሰብ እዩ ንፍቓድ ኣምላኽ ዝሓለነ ሰብ እዩ ዳዊት ንፍቓድ ኣምላኽ ኮምፕሮማይዝ ኣይገብርን እዩ ህይወቱ ኣብ ኮምፕሮማይዝ ኣየእትዋን እዩ ኣብ ግበር ኣይትግበር ኣየእትዋን እዩ ምኽንያቱ ፍቓዱ እዩ ዝቐድም ይፈልጥ እዩ ዳዊት ንመን ከም ዝነብር ዳዊት ይፈልጥ እዩ ንምንታይ ከም ተፀውዐ ዳዊት መን ከም ዝፀውዖ ኣፀቢቑ ይፈልጥ እዩ እቲ ዝጸውዖ ከም ዘይሓድጎ ኣጸቢቑ ይፈልጥ እዩ እግዚኣብሔር ይመስገን ኢየሱስ ክርስቶስ ኣብ ማእከልና ጎይታ እዩ ስለዚ እዩ እዚ ከም ልበይ ምክንያቱ እዚ ክዛረብ ከሎ ከም ልበይ ተባሂልዎ ኣሎ ኩሉ ፍቓደይ ዝገብር ሰብኣይ እዚ ከም ልበይ ኣይገርመኩምን እግዚኣብሔር ከምዚ ኢሉ ክምስክረልካ ኣይጥዕምን ልቢ ሰብ ክትከውን እኮ ሕማም እኳ እዩ ልቢ ኣምላኽ ግን ርኣይዎ እሞ እግዚኣብሔር ይመስገን ከመይ እያ ኣብ ፈውሲ ዘንብረካ ከመይ እያ ኣብ ዕረፍቲ ዘንብረካ ከመይ እያ ኣብ ሰላም ዘንብረካ እግዚኣብሔር ይመስገን ስለዚ እዩ እግዚኣብሔር ይመስገን ፍቓዱ ዝገብር ብዘይ ጎደሎ ነቲ ናቱ ፍቓድ ነቲ ናቱ ሓሳብ ነቲ ቃል ነቲ ናቱ ቃል ዘተግብር ሰብ እዩ ነይሩ እግዚኣብሔር ይመስገን ናይ እግዚኣብሔር ፍቓድ ዝፈልጥ ሰብ ንሓዊ ይቀትልን እዩ ትፈልጡ ዶ ዳዊት እንታይ ገይሩ መሲልኩም ሳውል ይደልዮ ነይሩ ክቐትሎ ይደልዩ ነይሩ ዝቐትለካ ሰብ እመጽእ ኣሎ እሞ ወይ ድማ ደቂሱ ተንዝጸንሐካስ ገለ ግበሮ እንተንበሃልስ እንታይ ምገበርናዩ ንሕና ከይቀደመኒ ቀድሞ ምገበርናዩ ሓቀይ እቶም ሰባት እንታይ እዮም ኢሎሞ ንዳዊት ኖኖኖ ሎሚ እግዚኣብሔር ኣብ ኢድካ ኣሕሊፉ ሂቡካ እዩ በቃ ሎሚ መዓንቲ ግዜኻ ኢዚ በቃ ተበለጸሉ ኖኖኖ ዳዊት ጊን ብከምኡ ኣይኮነን ክመጽእ ደልዩ ዳዊት ብከመይ ከም ዝመጽእ ንፍቃድ ኣምላኽ ኣጸቢቁ ዝርዳእ ሰብ እዩ ምክንያቱ ንፍቃድ ኣምላኽ ዝቀድም ንፍቃድ ኣምላኽ ዝገብር ብፍቃድ ኣምላኽ ድማ ዝርዕድ ሰብ ስለ ዝኮነ እግዚኣብሔር ይመስገን ሽዑ እንታይ ኣይገብሮን እየ ኢሉ እዚ ኣይገብሮን እየ ኢሉ ኣይገብሮን እየ ክዳኑ ቆሪዱ ምውሳዱ ከማን ዝተሰምዖ ነገር ኣሎ ኣብ ምድፍፋእ ኣየእትወካን እዩ ፍቃድ ኣምላኽ ኣብ ነውጺ የእትወካን እዩ ፍቃድ ኣምላኽ ኣብ ምእዛዝ እዩ ዘመላልሰካ እግዚኣብሔር ይመስገን ንሓውኻ ምቕታል ኣይኮነን ዘጉየካ እግዚኣብሔር ይመስገን ፍቓድ ኣምላኽ ሓውኻ ክትቀትል ኣይገብረካን እዩ ፍቓድ ኣምላኽ ንሓውኻ ክትጥንቀቐሉ እዩ ዝገብረካ እግዚኣብሔር ይመስገን ኢየሱስ ክርስቶስ ኣብ ማእከልና ጎይታ እዩ ስለዚ እዩ ኣነ ንስኻትኩምን ኣብ ፍቓድ ኣምላኽ ክንኣቱ ዝግበአና ነገር ንመን እየ ዝቐድም ክንብል ይግበአና እግዚኣብሔር ይመስገን ሎሚ ዘለናዮ ዘበን ንስልጣን ምድፍፋእ ብጣዕሚ እዩ ዘለዎ ዘበና ብጣዕሚ እዩ I don't know ኣብዚ ከመይ ይከውን ናይ ዩርብ ነገር ዘጽልኣካ ነገር እዩ እግዚኣብሔር ጊን ዓቢ እዩ እግዚኣብሔር ጊን ዓቢ እዩ ሓደ ግዜ I don't know እቶም ዝነበሩ ሽዑ በዓል ፓስተር ዝክርዎ ከኑ ባባ ተወልደ ሓየሎም መልእክቲ ምጽኡ ክልተ ሽሕን ሓደን i think ተደይ ተጋግየ two thousand one እዩ ዝኸውን እንታይ ዝብል እዩ ብደገ ክኣቱ ከለኹስ መዘምራን ልብሲ መዘምራን ጌረን ትረይኒ እንዳ ገበሩ እዮም ጸኒሖም እንዳ ዘመሩ ሃለሉያ እንዳ በላ ኣትዩ ንውሽጢ ንውሽጢ ኣትየ ምስ ተመለስኩስ ኩለን ተን ዝዝምራ ዝጸንሓስ ካብዚ ክሳደን ንታሕቲ ብምልኡስ ዝብኢ በሊዕዎ። ብምሉኡ እዚ ካብዚ ንታሕቲ ዝብኢ በሊዕዎ እዛ ክሳደን ጥራይ ኣብኡ ተሪፋ። ጎይታ እንታይ እዩ እዚ ነገር እዚ ሃሎልያ ዶ ይብላ ኣይነበራን ይዘላ ዶ ኣይነበራን ስምካ ዶ ይጽውዓ ኣይነበራን እንታይ እዩ እዚ ነገር እዚ ምስ በልክዎስ ኢሉ ወደይ መልሓሰን ጥራያ የሱስ የሱስ ጥዒማ እቲ ዝብኢ ዝገደፈንሲ እታ መልሓስ ጥራያ የሱስ የሱስ ጥዒማ እቲ ካሊእ ጊን ባዶ እዩ ኢሉኒ ኢሉ። ራይዎ እዚ ዘለናዮ ዘበን ናይ መልሓስ ዘበን ኣይኮነን ክርስትና ክርስትና ብዘረባ ኣይኮነን ብብዝሒ ዘረባና ብብዝሒ ፍልጠትና ብብዝሒ እሱ ኣይኮነን እግዚኣብሔር ይመስገን ምስ ኣምላኽ ዘለና ሕብረት ምስ ኣምላኽ ዘለና ምርዳእ ምስ ቃሉ ንቓሉ ዘለና ምእዛዝ እቲ ዝዓበየ ነገር ኣብ ህይወትና እሱ እዩ ኩሉ ግዜ ንፍቓድ መን እየ ዘቐድም ኢልና ንርእስና ክንሓታ ይግበእና እዩ። ኣብ ፍቓድ መን እየ ዘለኹ? ንፍቓድ መን እየ ዘተግብር ዘለኹ ኣብዚ ምድሪ እዚ? ኣብዚ ምድሪ እዚ ዝተጸውዕና ንፍቓድ ኣምላኽ ክነተግብር እምበር ንፍቓድ ገዛእ ርእስና ወይ ንፍቓድ ሰባት ክንነብር ኣይኮነን። That's why ዳዊት እቶም ሰባት ኣክሰስ ክብዎ ከለዉ ዝኾነ ነገር ምገበረ ጊን ኖኖኖኖኖኖ ንዕኡ ኣይኮነን ቀዲሙ። ነቲ ዝጸወዐ እዩ ሓሲቡ ንድሕሪት ሪኡ ነቲ ዝጸወዐ እዩ መሪጹ እግዚኣብሔር ይመስገን ስለዚ ኣነ ንስኻትኩምን ድማ እዚ ነገር እዚ ኩሉ ግዜ ክነስተውዕሎ ዝግበእና ነገር ኣብ ዝኸፍአ ግዜ እውን እኳ እግዚኣብሔር ይመስገን ኣብ ፍቓዱ ክንነብር እዩ ዝግበእና ብፍቓዱ ክንመላለስ ብፍቓዱ ክንከውን እዩ ዝግበእና ኢየሱስ ክርስቶስ ኣብ ማእከልና ጐይታ እዩ ዳዊት ኣብ መዝሙር ሚእትን ኣርብዓን ሰለስተን ሲ ከምዚ ኢሉ ጸልዩ ኣሎ ንስኻ ኣምላኸይ ኢኻ እሞ ምግባር ፍቓድካ እንታይ ግበረኒ ኢሉ መሃረኒ ራእይዎ እሞ እግዚኣብሔር ይመስገን ንስኻ ኣምላኸይ ኢኻ እሞ ምግባር ፍቓድካ ስመሃረኒ ፍቓድካ ምግባር እንተ ደኣ ተማሂረ ካብ ፍቓድካ ዝወፀ ህይወት ኣይህልወንን እዩ ብፍቓድካ ዝተመልአ ህይወት እንተ ደኣ ሃሊኒ ንዓኻ ኣይብድልን እየ እግዚኣብሔር ይመስገን ምክንያቱ ናይ እግዚኣብሔር ቃል ክዛረብ ከሎ ከምዚ ኢሉ ንዓኻ ምእንቲ ከይብድልሲ ንቓልካ እንታይ ገበርክዎ ኢሉ ኣብ ልበይ እንታይ ገበርክዎ? ዓቖርክዎ። ዳዊት ንሰብ ምብዳል ንኣምላኽ ምብዳል ምዃኑ ዝተረድኣ ሰብ እዩ። ዝደምደመ ሰብ እዩ። ዝፈልጥ ሰብ እዩ። ምኽንያቱ ዳዊት ካብ እግዚኣብሔር ክመሃሮ ዝደለየ ነገር ሓደ ነገር እዩ፣ ፍቓዱ ምግባር። ሎሚ ኣነን ንስኻትኩምን ካብ እግዚኣብሔር እንታይ ኢና ንደሊ? ፍቓድ ኣምላኽ ማዕረ ክንደይ ዝርደኣና? ንፍቓድ ኣምላኽ ማዕረ ክንደይ ኢና ርእስና ሳሚት ንገብር? ኢየሱስ ክርስቶስ ኣብ ማእከልና ጎይታ እዩ። ስለዚ እዩ ጴጥሮስ ክዛረብ ከሎ ኣብ ዝተረፈ ዘበን ብኸመይ ንንበር ኣብዚ ተሪፉ ዘሎ ብስጋ ዘሎ ዘበንና ብኸመይ ንንበር ምክንያቱ ሓሳብ ስጋ ኢሉ ቃል ኣምላኽ ክዛረብ ከሎ እንታይ እዩ ሞት ኢሉ ሓሳብ ስጋ ሞት እዩ። እዚ ነገር እዚ እንተ ዀይኑ፣ ኣብዚ ብስጋ ዘለናዮ ዘበን ብኸመይ ኢና ንመላለስ? ብኸመይ ኢና ንኣቱ? ብኸመይ ኢና ንወጽእ? ሕብረትና ምስ ኣምላኽ ከመይ እዩ? ሕብረትና ኣብ ማሕበር ኣምላኽ ከመይ እዩ? ሕብረት ምስ ኣሕዋተይ ከመይ እዩ? ኣብዚ ሕብረት እዚ ከመይ እዩ? ምስ መገላግልተይ ሕብረተይ ከመይ እዩ? ኢየሱስ ክርስቶስ ኣብ ማእከልና ጎይታ እዩ ስለዚ እዩ ዳዊት ፍቓድካ ምግባር መሃረኒ ኢሉ ኣብ ፍቓዱ እንተ ተማሂሩ ብኸመይ ክነብር ከም ዝግብኦ ይፈልጥ እዩ እግዚኣብሔር ይመስገን ኣምላኽ ዝተመስገነ ይኹን ምክንያቱ ዛትስዋይ ኣብ ግብረ ሃዋርያት ክዛረብ ከሎ እንታይ ኢሉ ኣሎ ዳዊት ንፍቓድ ኣምላኽ ምስ ኣገልገለ ኢሉ እንታይ ገበረ ዓረፈ ንፍቓድ ሰብ ኣገልግሊ ኣይኮነን ዓሪፉ ንሰብ እናፈርሐ ኣይኮነን ዓሪፉ ንሰብ እናሓለወ እናቀባጠረ ኣይኮነን ሓሊፉ ዳዊት ንፍቓድ ኣምላኽ ኢየሱስ ክርስቶስ ኣብ ማእከልና ጎይታ እዩ እቲ ካልኣይ ንርእዮ ሰብ ሳውል እዩ እንተ ርኢናዮም፣ ዳዊት ጓሳ ኸሎ ተጸዊዑ፣ ሳውል ድማ ኣድግቡኡ ክደሊ ብኡ ተጸዊዑ መጺኡ። ሓቀይ? ጻውዒት ነይርዎም ድዩ ነበሮምን? ነይርዎም ድዩ ነበሮምን? ርኣይዎም፣ ጻውዒት ነይሩ እዩ። ክልቲኦም ተጸዊዕም እዮም። ክልቲኦም ጻውዒት ነይሩ እዩ። እቲ ብ ንግስነት መጺኡ፣ ንፍቓድ መን ከገልግል እዩ መጺኡ ዘሎ? ንፍቓድ መን ከገልግል? ንፍቓድ ኣምላኽ ከገልግል እዩ መጺኡ ዘሎ፣ ሳውል። ኣብኡ እንተ ርኢናዮ ንሳውል ግን፣ ፍቓድ ኣምላኽ ግዲ ዘይብሉ፣ ንፍቓድ ኣምላኽ ዘየስተውዕል፣ ንፍቓድ ኣምላኽ ምእዛዝ ዝተሸገረ፣ ናይ እግዚኣብሔር ቃል ተራሪና እግዚኣብሔር ይመስገን፣ እታ ዝገርመኩም ቀዳመይቲ ንፍቓድ ኣምላኽ ክተገብር ዘይገብረካ ነገር እንታይ እዩ? ንሰብ ምፍራሕ። ንሰብ ትፈርሕ ተኾንካ ፍቓድ ኣምላኽ ኣይትገብርን ኢኻ።

እንታይ ኢሉ? ሳኦል ድማ ንሳሚኤል ነቶም ህዝብን ንሳሚኤል ነቶም ህዝብን ፈሪሐ ቃሎም ስለ ዝተኣዘዝኩ ንትእዛዝ እግዚኣብሄርን ንዘረባኻን ሓሊፈ እየ እሞ ሓጠእኩ። ርኣይዎ ሳኦል ዝዛረብ ዘሎ ነገር ርኣይዎ ንሳሙኤል እዩ ዝብሎ ዘሎ ነቶም ህዝቢ ፈሪሐ ምክንያቱ ሓደ ነገር ኢሉ እግዚኣብሔር ክዛረቦ ከሎ ክልእኮ ከሎ ንኣማሌቃውያን እንታይ ግበሮም ኢልዎ ኣጥፋኣዮም ማርኮ ይበሎን እግዚኣብሔር ዝእዝዞ ዘሎ እኮ ንኣማሌቃውያን ኣጥፋኣዮም ነተን ስብሓተን ኣጥፋኣዮም መሬካ ጸጽቡቃተን ኣምጸለይ እግዚኣብሔር ኣይበሎን ኣይኣዘዞን እግዚኣብሔር እግዚኣብሔር ዝኣዘዞ እግዚኣብሔር ዝተዛረቦ እግዚኣብሔር ዝበሎ እንታይ ምግባር እዩ ምጥፋእ እዩ እሱ ግን እንታይ ገይሩ መሲሉኩም እተን ስቡሓት ሰስቡሓተን ክመርጽ ጀሚሩ ለከ ንእግዚኣብሔር ዝኸውን መስዋእትስ ስቡሓት ስቡሓት ኢሉ በቃ ብርእሱ ወዲእዎ ነቲ ንጉስ ማሪኹም ጽዎ እግዚኣብሔር ነቲ ዝበሎ ኣይኮነን እኮ ገይሩ ሽዑ ሳሙኤል ክሓቶ ከሎ እንታይ ኢልዎስ ነቲ ህዝቢ እንታይ ገይረ እዩ ዝብል ዘሎ ፈሪሐ ንህዝቢ ምፍራሕ ኣብ ፍቓድ ኣምላኽ ከይትነብር እዩ ዝገብረካ ንሰብ ምፍራሕ ንፍቓድ ኣምላኽ ከይትመላለስ እዩ ዝገብረካ። ስለዚ ኣብ ፍቓድ ኣምላኽ ጽድቂ ኣሎ፣ ኣብ ፍቓድ ኣምላኽ ሓቂ ኣሎ፣ ኣብ ፍቓድ ኣምላኽ ቅንዕና ኣሎ። እግዚኣብሔር ይመስገን ኢየሱስ ክርስቶስ ኣብ ማእከልና ጎይታ እዩ። ኣምላኽ ዝተመስገነ ይኹን። እግዚኣብሔር ኣብ ስርሑ ይጋገን እዩ። ብዙሕ ግዜ ኩነታትና ጽንክርክር ክብለና ከሎ፣ ኩነታት ክኸፍኣና ከሎ እንታይ እዩ ናተይ ነገር ኢኻ ትብል። ዝሓለፈ 2021 ናብ ኢትዮጵያ ከይደ ነይረ። መርዓ ነይሩ ንበዓልቲ ቤተይ ሓፍታ ኣብታ ቀዳመይቲ መዓልቲ ዝኣተኹላ ንኢትዮጵያ ማለት ንመጀመርታ ግዜ እዩ ኢትዮጵያ ምኽንያቱ ካብ ኤርትራን ሳውዝ ኣፍሪቃ እየ ወጺኤ ካሊእ ዓዲ ይፈልጥን እየ ኢትዮጵያ ንመጀመርታ ግዜ እያ ምግቢ ተሰሪሑ ነይሩ ሽዑ ምሳይ ሓደ ሓዊ ጽጋብ ዝብሃል ሓዊ ኣሎ ብላዕ ገለብሉኒ እሞ ትፍቶ ኣላ ኣብዚ ኣዲኣ ንበዓልቲ ቤተይ ማለት እዩ ዝላ ማእከል እግዚኣብሔር ይመስገን ምስ በለዕኩ ፊው ሚኒት ኣይጸናሕኩን ቦሚት ክነግረኩም ኣይክእልን እየ ወርሒ ጌረ ወርሒ እንጀራ ድባር ኣይበላዕኹን ኣብኡ ኣይከኣልኩን እሞ ድሕሪ ኮቪድ እዩ እሞ ክትወጽእ ተኾንካ ድማ ኮቪድ ፋክሲነሽን ክትወስድ ኣለካ ተባሂለ ተወጊኤ መጼ እቲ ዝነግረኩም ወርሒ ብ ኢትዮጵያ ገረ ኣይተሓለፍ ሓሊፈ ናብ ዓዲ እንግሊዝ ተመሊሰ ኣይዞሌትድ ክገብር ስለ ዝነበረኒ ቴን ደይስ ኣይዞሌትድ ገረ ድሕሪኡ ዶክተር ብቴሌፎን እዩ ነይሩ ምስቲ ናይ ኮቪድ ደዊሉ መድሃኒት ሰደለይ ናይ ጋስትራይት መድሃኒት የለን ሚዛነይ ሰብዓን ሓሙሽተን እዩ ነይሩ ናብ ሓምሳን ሸውዓተን እየ ወሪደ ሕቆይ ጎቢጡ እዩ ክትስእ ኣይክእልን እየ ኣንታ ጎይታ እንታይ እዩ እታ ኣብ ሕብረት ኣብ ሚዲስፕሮ ዘላ ሕበረት ኣሕዋት ኡያ ትብል እንታይ እዩ እታ ጎይታ እዚ ብምልኦም እዮም ዝጽልዩ ጾምን ጸሎትን ተኣውጁ ብጣዕሚ ከቢድ ዝኮነ ግዜ ኣንታ ጎይታ ትማሊ ዝሓለፍክዎ ጎደናታት ሓሊፈ ሕጂ ድማ እዚ ፍቃድካ ተኮይኑ ጽመሞ ኢለ ምክንያቱ ኣብ ፍቃዱ ክብሪ ኣሎ እግዚኣብሔር ይመስገን እዚ ኮይኑ ድንገት ንሆስፒታል ይኣቱ ፋሚልያ የርእይኒን እዮም እዚ ዝብለኩም ዘለኹ ቱ ታውዛንድ ትዌኒ ዋን ኦክተበር ከምዚ ሕጂ ግዜ እዩ ሓሚመ ተመሊሰ ካብ ኢትዮጵያ ቱ ማንዝ ጸኒሐ ድሕሪ ቱ ማንዝ እየ ሆስፒታል ድኣቱ ዘለኹ ሰብ ኣይርእየንን እዩ ክርእየኒ ሰብ ኣይፍቀድን እዩ ዕጸው እዩ ኦረዲ ጸጋመይቲ ኢደይ የላን ጸጋመይቲ እግረይ ክትስእ ኣይክእልን እየ እማ እንታይ እዩ ዝኸውን ዘሎ እዚ ነገር ዝገርም ነገር ጊን በቃ ንኸማርር ሲ ምኽንያት ሲኢነ ንኸማርር ምኽንያት ሲኢነ እንታይ እዩ እዚ ነገር እዚ ክፈልጡ ኣይከኣሉን ጭንቂ ኮይንዎም ክሳዕ ሞይቱ ተባሂሉ ዝተበኽየሉ ግዜ እዩ እዚ ዝነግረኩም ዘለኹ ሕጂ እዩ መጠረሻ እንታይ ኢሎሙኒ ሚኒ ስትሮክ ኢሎሙኒ ስትሮክ ኢደይ ሕጂ እያ ተኸፊታ ትርእይዎ ኣለኹም እዚ ኣጻብዕተይ ካብዚ ኣላዕሊ ይከፍታን እየ ከምዚ እዩ ኔሩ ኢደይ ክሳብ ዝሓለፈ ግዜ ኦረዲ ክንደይ ኮይኑ ኣሎ ሕጂ ድሕሪ እዚ ምፍትሑ ኣርባዕተ ሓሙሽተ ወርሒ ይኸውን እዩ። ስትሮክ ተባሂሉ እግረይ ነዊሕ ኮፍ ተይለ ናምፕ ይገብር ይድንዝዝ እንታይ እዚ ነገር እዚ። ንኣገልግሎት ነዊሕ ኮፍ ኣቢለ ማንያቱ ከምኡ ኢለ ደው ክብል ውን ኣይክእልን እየ ዝገርም ነገር ሕቶ መሊሱ ፈጢሩ ኣብ ሂወት ኣብ ሂወተይ ሕቶ ኣብ ሰባት ሕቶ እታ ትማሊ ዝነበረት ሕቶ ድማ መጽያ እየሱስ ክርስቶስ ኣብ ማእከልና ዓቢ እዩ ኣምላኽ ይመስገን እግዚኣብሔር ኣብ ስርሑ ኣይጋገን እዩ እግዚኣብሔር ኣብ ስርሑ ኣይጋገን እዩ። ኩሉ ነገር ምድንዛዝ ጠፊኡ ኢደይ ተከፊቱ እግዚኣብሔር ምሕረቱ ዕብይለይ ኣምላክ ይመስገን ምሽ ነገራት ምልዋጥ ጀሚሩ ክሳዕ ኬንያ ዊን መፅየ ኣምላክ ይመስገን ዝሓለፈ ወርሒ ኣርባዕተ ዝሓለፈ ዓመት ንኤሜሪካ ከይደ ነይረ ኣይከኣልኩን ኣብ ፕለይን ከስተንፍስ ኣይከኣልኩን ብጣዕሚ ካብኡ ወሪደ ሆስፒታል እየ ኣትየ ብጣዕሚ ከቢድ ግዜ ኣዶኖ እዚ ከመይ ገይረ ክክእሎ የብል ነይረ ጊን እቲ ዝገርመኩም ኣብ ፍቓድ ኣምላኽ መን ኾንካ ምምልላስ ይከኣል እዩ እግዚኣብሔር ይመስገን ምሽ ኩሉ ንሰናይ ከም ዝዝግፎ ኩሉ ነገር ንሰናይ ከም ዝገብሮ እግዚኣብሔር ኣብ ህይወትና ዓቢ እዩ እስከ እግዚኣብሔር ይመስገን ነቲ በጎንኻ ዘሎ ሕዞ እሞ እግዚኣብሔር ይመስገን ኣብ እግዚኣብሔር ተስፋ ኣሎ በሎ ኣብ ሰባት ዘይኮነ በሎ ኣብ ኩነታትካ ዘይኮነ ኣብ እግዚኣብሔር ተስፋ ኣሎ ኣጆኻ እግዚኣብሔር ይመስገን ኣብ እግዚኣብሔር ተስፋ ኣለና እግዚኣብሔር ይመስገን ሰባት ነገሩ ፀልሚት እዩ ነገሩ ተወዲኡ ክብሉኻ ይኽእሉ ኣብ እግዚኣብሔር ግን ተስፋ ኣሎ ኣብ እግዚኣብሔር ግን ነቲ ሕቶኻ መልሲ ኣሎ እግዚኣብሔር ይመስገን ናይ ሰባት ነገር እኳ ኣታ እንታይ ኮይኑ ሕጂኸ ኣብ ኤርትራ እንታይ ኢሉኒ ሓደ ሓዊ ምናልባት ደኣ ሓጢኣት ጌርካ ከይትኸውንሲ ርእስኻ ኢሉኒ ብሓቂ እብ ቅድሚ ኣምላኽ ኩነታትካ ዝዛረበካ ካሊእ ሰባት ዝብሉኻ ካሊእ እግዚኣብሔር ጊን ዓብይ እዩ ሰብ ከም ዝሪኦ ኣይርኢን እዩ እሱ እግዚኣብሔር ይመስገን ልዕሊ ኩነታትካ ሓሊፉ ዝርኢ ኣምላኽ ኣለና እግዚኣብሔር ይመስገን እቲ ዘይጥንጥን ዘይሓድግ ዘይድርቢ ኣቦ ኣለና እግዚኣብሔር ይመስገን ኣብቲ ኣብ ውሻጠና ኮይና ዝነባዕናዮ ዝምልስ ኣምላኽ ኣለና እግዚኣብሔር ይመስገን ቁጻርና ክፈትሕ ዝኽእል ኣምላኽ ኣለና እግዚኣብሔር ይመስገን ኣምላኽና ኣምላኽ ሲድራቅ ሚሳቅ ዓብደኔጎ እቲ ካብ እቶን ሓዊ ከውጽእ ዝኽእል ኣምላኽ ብንሓልፎ ነገር ዘውጽእ እዩ እግዚኣብሔር ይመስገን ኢየሱስ ክርስቶስ ጎይታ እዩ ስለዚ ሳውል ሳኦል ዝገበሮ ነገር መጀመርታ ንህዝቢ ምፍራሕ ይምፅ እዩ ክፍራሕ ዝግብኦ ጊን እግዚኣብሔር እዩ ክእዘዝ ዝግብኦ ጊን እግዚኣብሔር እዩ ክስገደሉ ዝግብኦ ጊን እግዚኣብሔር እዩ እግዚኣብሔር ይመስገን ኢየሱስ ክርስቶስ ኣብ ማእከልና ዓብዪ ንዘረባኻ ሓሊፈ ኢልዎ ንሳሙኤል እግዚኣብሔር እኮ ይዓቢ ካብ ሳሙኤል ኣብ ስልጣን ዘምፅኦ እኮ ሳሙኤል ኣይኮነን ኣብ ስልጣን ዘምፅኦ መን እዩ እግዚኣብሔር እዩ ንመን ምእዛዝ ዝጠዓመ ንመን ምእዛዝ ይጥዕም ንእግዚኣብሔር እግዚኣብሔር ይመስገን ንዑ ምስ ተኣዘዝካ የኽብረካ እዩ እግዚኣብሔር ይመስገን የልዕለካ እዩ እግዚኣብሔር ይመስገን እየሱስ ክርስቶስ ኣብ ማእከልና ጎይታ እዩ። ኣብ ቀዳማይ ሳሙኤል ምዕራፍ ዓሰርተ ሓሙሽተ ሓደ ነገር ክንርኢ እሞ ኣብኡ ቀዳማይ ሳሙኤል ምዕራፍ ዓሰርተ ሓሙሽተ ዓሰርተ ሸሞንተ ክሳብ ዕስራን ሓደን ዘሎ እንታይ ኢልዎ እግዚኣብሄር ድማ ኪድ ነቶም ሓጥኣን ንኣማሌቃውያን ፈጺምካ ኣጥፍኣዮም ክሳዕ መወዳእታ ድማ ተዋግኣዮም ኢሉ ንመንገዱ ሰደዶ ሽዑ ኢልዎ ስለምንታይ ኢኻ ደሃይ እግዚኣብሄር ዘይሰማዕካ ስለምንታይከ ናብቲ ተዘምታ ተወርወርካ ኣብ ቅድሚ እግዚኣብሄር ክፉእ ገበርካ በሎ ኣብ ቅድሚ እግዚኣብሄር ክፉእ ምዃኑ ሳውል እንታይ ኣይገብርን እዩ ኣይፈልጥን እዩ ምኽንያቱ ንዕኡ ጽቡቕ እዩ። በቃ እሱ ጽቡቕ ኮይኑ እዩ ዝረኣዮ ዘሎ። ጽቡቕ ነገር ምግባር ኮይኑ እዩ ዝስምዖ ዘሎ። ግን ትሕት ኢልና እንተ ርኢናዮ ኣብቲ ዕስራን ክልተን ሳሙኤል ዝተዛረቦ ዘረባ ነይሩ። ንእግዚኣብሄርሲ ዝሓርር መስዋእቲ መስዋእቲ ሕሩድን ካብ ምስማዕ ደሃይ እግዚኣብሄር ገይሩዶ የሐጕሶ እዩ? ንእግዚኣብሄርሲ እንታይ እዩ ዘሐጕሶ? ምስማዕ እዩ ዘሐጕሶ። እግዚኣብሄር ይመስገን። መስዋእትና ኣይኰነን ዘሐጕሶ፣ ምስማዕና እዩ ዘሐጕሶ፣ ምእዛዝና እዩ ዘሐጕሶ። እግዚኣብሄር ዝተመስገነ ይኹን። ስለዚ እዩ ሳውል ደይተረድኦ ነገር ንእግዚኣብሔር ከሐጉስ በቲ ንሱ ዝገብሮ መንገዲ እዩ ንእግዚኣብሔር ከሐጉስ ዘል ደሎ እግዚኣብሔር ጊን ብኡ ይሕጎስን እዩ ንሕና ብንገብሮ ኣቋራጭ ዝመስለና መንገዲ እግዚኣብሔር ኣይሕጎስን እዩ እግዚኣብሔር ዝሕጎስ እግዚኣብሔር ይመስገን ከም ቃሉ ብምምላስና እዩ ዝሕጎስ ኢየሱስ ክርስቶስ ኣብ ማእከልና ጎይታ እዩ ስለዚ ኣብዚ ዘሎ ተሪፉ ዘሎ ዘበነ ህይወትና ብኸመይ ንመላለስ ኣብዚ ተሪፉ ዘሎ ግዜና ብኸመይ ኢና ንኣቱን ንወጽእን? ምምልላስና ከመይ እዩ ዘሎ? ንፍቓዱ ልቢ ኣለና ድዩ? ንፍቓዱ ዘስተውዕል ሓሳብ ኣለና ድዩ? ርኣይዎ እሞ፣ ካብቲ እግዚኣብሔር ዝኣዘዞ ካብ ቃል እዩ እኮ ወጺኡ ዘሎ፣ ካብ ቃል ኣምላኽ እዩ ወጺኡ ዘሎ። ኣነን ንስኻትኩምን ናብ ምእዛዝ ክንመጽእ ተኾይንና ናበይ ኢና ክንምለስ ዝግበእና? ናብ ቃሉ ኢና ክንምለስ ዝግበእና። ናብ ቃሉ ምምላስ ማለት ኣብ ሂወት ምምልላስ ማለት እዩ እግዚኣብሔር ይመስገን ቃሉ ሓለፋ ኩሉ እንታይ ዝገብር እዩ ዘለብም እዩ ቃልካ ኢሉ ሓለፋ እቶም ሽማግለታት እንታይ ገበረኒ ኢሉ ኣለበመኒ ኢሉ እግዚኣብሔር ይመስገን ቃሉ የለብመካ እዩ ቃሉ ይፍውሰካ እዩ ቃሉ ሓለፋ ኩሉ ልዕል ዝበለ ነገር ኣሕልፈካ እዩ እግዚኣብሔር ይመስገን ኢየሱስ ክርስቶስ ኣብ ማእከልና ጎይታ እዩ ስለዚ እዩ ንእግዚኣብሔር ዜሐጕሶ እዩ ምስ በለ፣ እንሆ፣ ምስማዕ ካብ መሥዋዕቲ፣ ጽን ምባል ድማ ካብ ስውሕድ ዓውል ይበልጽ እዩ። እግዚኣብሔር ዘሐጕሶ እዚ እዩ ይብሎ ኣሎ ሳሙኤል ንሳኦል። እግዚኣብሔር ዘሐጕሶስ እዚ እዩ እምበር፣ እዚ እስኻ ዝገበርካዮ ኣይኮነን። በቃ ከምዚ ገይረ ከምዚ ገይረ ከምዚ ገይረ ጸብጻብ እዩ ዝህብ ዘሎ ናቱ ጸብጻብ እዩ ዘቕርብ ዘሎ እቲ ጸብጻብ ዘቕርቦ ዘሎ ግን ናይ ገዛእ ርእሱ እዩ ካብቲ ሓዲድ ወጺኡ ካብቲ መንገዲ ወጺኡ ዘምጽኦ ዘሎ እቲ ጸብጻብ። ምኽንያቱ ናይ ሳውል ሽግር መጀመርታ ህዝቢ ብህዝቢ ድማ እንታይ ክኸውን እዩ ዝደሊ መሲልኩም ካብ ፍቓዱ ዝወጸ ሰብ ብህዝቢ ክኽበር እዩ ዝደሊ ዋው ክበሃል እዩ ዝደሊ ክጠቕዕሉ እዩ ዝደሊ ኣብ ካሊእ ዝኾነ ህዋ እዩ ክነብር ዝደሊ ትፈልጡ እሱ ምዃኑ ከፊእና ዘሎ ዘበን እኮ ንክርስቶስ ከይነርኢ ንሕና ክንረኣ እዩ እቲ ዝኸፍኣ ነገር so ኣብዚ ግዜ እዚ እንተ ኣስተውዒልኩም ንሳሙኤል ሓደ ነገር ሓቲትዎ ነይሩ ኣብዚ ህዝቢ እዚ እንታይ ግበረኒ ኢልዎ እንታይ ግበረኒ ኢልዎ ኣብዚ ህዝቢ እዝስ ኣኽብረኒ ኣብ ቅድሚ ኣምላኽ ከ እግዚኣብሔር እኮ ንዕቅዎ እዩ ስልጣኑ እኮ ብእግዚኣብሔር ተናዒቁ እዩ ኣብ ህዝቢ ምክባር እንታይ ይጠቅመልካ ብእግዚኣብሔር ተናዒቅካ ብህዝቢ ምጥቃዕ እንታይ ይጠቅመካ ስለዚ ሎሚ ኣነ ንስካትኩምን እግዚኣብሔር ዝተመስገነ ይኩን ኣበይ እዩ ፍቃድ ኣምላክ ሂወተይ ዘለክዎ ብፍቃድ ኣምላክ ድየ እዚ ተሪፉ ዘሎ ዘበነይ ሂወተይ እዚ ዝመላለሶ ዘለኩ ንፍቃድ ኣምላክ ዘስተውዕለሉ ልቢ ኣለኒ ድዩ ንሓሳብ ኣምላክ ዘስተውዕለሉ ልቢ ኣለኒ ድዩ ኢልና ደው ኢልና ክንሓስብ ይግበእና እግዚኣብሔር ዝተመስገነ ይኩን ምኽንያቱ ኣብ ተሰሎንቄ ክዛረብ ከሎስ ፍቓድ ኣምላኽ እዚ እዩ ኢሉ ምሽ? ፍቓድ ኣምላኽ እዚ እዩ ኢሉ። እዚ ድማ እንታይ ኢሉ? ቅድስናኹም ኢሉ። ቅድስና ማለት ንኣምላኽ ዝተፈልየ ማለት እዩ። ንኣምላኽ ምፍላይ። ንኣምላኽ ብዝደልየ ህይወት ተፈሊኻ ምምልላስ። ኣብኡ ርእስኻ ምርካብ። ኢየሱስ ክርስቶስ ኣብ ማእከልና ጎይታ እዩ። ስለዚ እዩ ፍቓድ ኣምላኽ ንዓይን ንዓኻትኩምን ሓጺን ምስካም ኣይኮነን፣ ዕንጨይቲ ምስካም ኣይኮነን። ፍቓድ ኣምላኽ ኣብቲ ንሱ ዝደለዮ ነገር እንታይ ምዃን እዩ? ምምልላስ እዩ፣ እግዚኣብሔር ይመስገን። ስለዚ እግዚኣብሔር ንመን እዩ ዝመስል ኢልና እንተ ርኢናዮ ንቓሉ እዩ ዝመስል። That's why ድማ ሓለፋ ኩሉ ንቓለይ እንታይ ክገብሮ እየ ኢሉ? ክተግሀሉ እየ ኢሉ። ከም ዝፍጸም ድማ ክገብሮ እየ። That's why እሱ ምዃኑ እግዚኣብሔር እንተ ፈሊጥና ክንእዘዞን ክንሰምዖን ዝግበእና ነገር መን እዩ እንተ ኢልና እግዚኣብሔር እዩ። እቲ ዝገርም ነገር ኣብ ፍቓድ ኣምላኽ ምምልላስ ማለት ኣብ ህልውና ኣምላኽ ምዃን ማለት እዩ። ኣብ ህልውና ኣምላኽ ምዃን። ኣብ ህልውንኡ እንታይ ኣሎ? ዕረፍቲ ኣሎ። ኣብ ህልውንኡ ምጽንናዕ ኣሎ። ኣብ ህልውንኡ እንታይ ኣሎ? ምሕዳስ ኣሎ። ኣብ ህልውንኡ ምትንካፍ ኣሎ። ኣብ ህልውንኡ ምልዋጥ ኣሎ። ኣብ ህልውንኡ ምሕዳስ ኣሎ። ኣምላኽ ይመስገን። ስለዚ ኣብ ህልውንኡ ምዃን ማለት እዩ። ኣብ ፍቓድ ኣምላኽ ምዃን ወይ ብፍቓድ ኣምላኽ ምምልላስ ማለት ኣብዚ ነገር እዚ ምእታው፣ ምኽታት ማለት እዩ። እግዚኣብሔር ይመስገን። ካብ ናትካ ሓሳብን ርድኢትን ፍልጠትን ወጺኻ ኣብቲ ናቱ ዝኾነ ነገር ምእታው። እግዚኣብሔር ዝተመስገነ ይኹን። ኢየሱስ ክርስቶስ ኣብ ማእከልና ጎይታ እዩ። ሎሚ ሽም ሒዝና ጥራይ ከይንተርፍ ኣሕዋተይ ሽም ሒዝና ከይንተርፍ ካብ ፍቃዶ ዝወጸ ካብ ፍቃዱ ዝወጸ ሂወት ሒዝና ንሽሙ እኮ ሳውል ተሪኢናዮ ንጉስ እዩ ነይሩ ንግስነቱ ግን ኣብ ቅድሚ ኣምላኽ እንታይ ኣይነበረን ኣብ ቅድሚ ኣምላኽ ወላ ሓንቲ ነገር ኣይነበረን ንምእዛዝ ልቡ ኣየተንሰእን ንፍቃድ ኣምላኽ ኣየቀደመን እንታይ ኢሉ ሓደ ግዜ ኣብ ዘይ ካልኣይ ውግእ ዓለም ዝነበረሉ ግዜ ሓደ ጀነራል ኔሩ ናይ ጀርመን ጀነራል ሕጂ ክዘውር ከሎ እሱ ጀነራል እዩ ንውግእ ተዳልዬም እዮም ዘለዉ ኩላቶም እንዳዞረ ይርኢ ኔሩ ኣብ ድፋዕ ዘለዉ ሕጂ ሓደ ሰብ ደቂሱ ጸኒሕዎ ደቂሱ ጸኒሕዎ ኣንታ ኢልዎ እንታይ ትገብር ኣለኻ ኢልዎ ድቃስ ወሲዳኒ ኢልዎ መን ኢኸ ሽምካ ኢልዎ ሽሙ ተነገረስ ልክዕ ከምቲ ናይቲ ጀነራል ሽም እምቧእ ኩስቶ ደቂሱ ተተባሂሉ መን እዩ ዝፈልጦ ሕሰብዎ እሞ እንተ ደኣ እሱ ደቂሱ ተባሂሉስ መን እዩ ዝፈልጥ ሰብ ከምኡ ተሰሚዑስ ንመን እዩ ክሪኦ ነቲ ጀነራል ሓቀይስ እዩ ፍሉጥ ሽዑ እንታይ ኢልዎ ወይ ሽምካ ቀይር ወይ ግብርኻ ቀይር ምክንያቱ እንታይ መሲልካ ወይ ሽምና መቐያሪ ወይ ግብርና መቐያሪ እዩ ምክንያቱ ብክርስቶስ በቲ ዝተወደአ ስራሕ ኣብ መስቀል ቀረኔ ዝተወደአ ስራሕ ኣነ ንስኻትኩም ዝተፀወዕና ሰባት ኢና ስለዚ ኣነ ንስኻትኩምን ኣብ ምኽሩ ክንመላለስ ኢና ተፀዊዕና እግዚኣብሔር ይመስገን ናፔልዮን እዩ ሽሙ ነይሩ እንታይ ኢልዎ ወይ ሽምካ ቐይር ወይ ግብርኻ ቀይር ምኽንያቱ እቲ ሽምካስ ኣይውክለካን እዩ ንዓይ ከይትልክመኒ ስለዚ ንዓይን ንዓኻትኩምን ዝውክለና ነገር እግዚኣብሔር ይመስገን ክርስቶስ ናይ ክርስቶስ እንተ ኮይኑ ኣብ ፍቓዱ ዝተመልአ ብፍቓዱ ዝተጠልቀ ብፍቓዱ ዝተታሕዘ ህይወት ክህልወና ይግባእ እግዚኣብሔር ይመስገን ንፍቓድ ኣምላኽ ዘቐድም ሰብ ክንከውን ይግበአና ኢየሱስ ክርስቶስ ኣብ ማእከልና ጌታ እዩ ስለዚ ኣብ ፍቓድ ኣምላኽ ዕረፍቲ ኣሎ ኣሕዋተይ። ኩነታትና ካብ ፍቓዱ ከም ዘውጸና ትፈልጡ? ካብ ፍቓዱ push ከም ዝገብረና ትፈልጡ? ዘለናዮ ኩነታት በቃ ናትና ዝኾነ መንገዲ ክንርኢ ሃሰስ ከም ንብል ትፈልጡ? ኢየሱስ ክርስቶስ ትማልን ሎምን ንዘልኣለም ንሱ። ጎይታይ ኣምላኽ ይመስገን ኣይልወጥን እዩ ኣብ ስርሑ ኣይልወጥን እዩ ኣብ ግብሩ ኣይልወጥን እዩ እቲ ትማሊ ዝነበረ ሎሚ ድማ ዘሎ ንዘልኣለም ህያው ኮይኑ ጸኒዑ ዝነብር ንሱ በይኑ እዩ እግዚኣብሔር ይመስገን ስለዚ ኣነ ንስኻትኩምን ብፍቓዱ ምምልላስ ምርጫና ይኹን እግዚኣብሔር ይመስገን ኣነ ንስኻትኩምን ኣብ ፍቓዱ ምንባር ምርጫና ይኹን እግዚኣብሔር ይመስገን እስከ ኣብ እብራውያን ምዕራፍ 13 ከምዚ ኢሉ ሓደ ነገር ክዛረብ ከሎ ቁፅሪ 21 ዕብራውያን ምዕራፍ ዓሰርተ ሰለስተ ቁጽሪ ዕስራን ሓደን ብየሱስ ክርስቶስ ኣብ ቅድሚኡ ባህ ዘብሎን ኣባኻትኩም እንገብሮ ብሰናይ ግብሪ ዘበለን ኩሉ ፍቓድ ኣምላኽ ክትገብሩ እንታይ ይግበርኩም እንታይ ይግበርኩም የብቅዕኹም ኩሉ ፍቓድ ኣምላኽ ክትገብሩስ እንታይ ይግበርኩም የብቅዕኩም ስለዚ ኣነ ንስኻትኩምን እምበኣር እግዚኣብሔር ይመስገን ንፍቓድ ኣምላኽ ኮምፕሮማይዝ ክንገብር የብልናን እስከ ዝተፈለየ ህይወት ኣለኒ ድዩ ካብ ዓለም ዝተፈለየ ህይወት ኣለና ድዩ ኣሕዋተይ ካብ ኣማኒ እኮ ኣማኒ ዝበሃል ህይወት ዝተፈለየ ኣለና ድዩ ህይወትና ንክርስቶስ ዘርኢ ድዩ? ብሓቂ ንእተጸዋዕናዮ ነገር ከምኡ ዲና ዘለና? ኣብኡ ዲና ንመላለስ? ከምኡ ዲና ንነብር? ብእኡ ዲና ንኸውን? ኣብኡ ዲና ዘለና? እስከ ህይወትና ንርኣ እግዚኣብሄር ይመስገን ኣነ ንስኻትኩም እኳ ጨው እዛ ምድሪ ኢና። ኣብቲ ዘይጠዓመ ክነጥዕም ዝተጸዋዕና ኢና። ኣነን ንስኻትኩምን እኮ ብርሃን እዛ ዓለም እዚኣ ኢና። ኣብቲ ዝጸልመተ ክነብርህ ዝተጸዋዕና ሰባት ኢና። ጊን ብርሃንና ብሓቂ ኣሎ ድዩ? ኣብቲ ዝጸልመተ ከ ይበርህ ድዩ? ኣብቲ መቐረት ዝጠፍኦ መቐረት ንኸውን ዲና? እዚ ምዃን ጨኒቑና ዘሎ እኮ ኣሕዋተይ ፍቓድ ገዛ ርእስና ስለ ንቐድም እዩ። ናይ ገዛእ ርእስና ነገር ስለ ዝዓጠጠና እዩ። ስለቲ ዝጸወዐና እሙን ምዃኑ እንተ ደኣ ሓሲብና እግዚኣብሔር ይመስገን ሎሚ ኣነን ንስኻትኩምን ናብ ቃሉ ክንምለስ ይግበእና እግዚኣብሔር ይመስገን ንዕኡ ዝእዘዝ ልቢ ክህልወና ንዕኡ ዝሰምዕ እዝኒ ክህልወና ልብና ከይነትርር ኢየሱስ ክርስቶስ ኣብ ማእከልና ጎይታ እዩ ሓደ ግዜ ኣብቲ ስንኩል ዝነበርኩሉ ግዜ ሓላፊየይ ሕጂብ ጎይታ ኣሎ ሽዑብ ጎይታ ኣይነበረን እግዚኣብሔር ይመስገን ብምክንያት እዛ እግሪ እዚኣ ብዙሓት ሰባት እዮም ናብ ጎይታ መጽዮም እግዚኣብሔር ምሕረቱ የዕብዩ ብሓቂ እየ ዝብለኩም ምሽ እግዚኣብሔር ዕላማ ነይርዎ ከጋጥም ከሎ ዕላማ ነይርዎ ፋሚሊ በዓልቲ ቤተይ ኩሎም ካብ ትፍቶ ጀሚርካ ማለት እዩ ብምሉኦም እዮም ናብ ጎይታ መጽዮም እቲ ከባቢ ብዙሕ ሰብ እዩ ሕጂ ተፈዊሰ ምስ መጸኹ ካብ ሳውዝ ኣፍሪካ ዕለት ሓሙሽተ እየ ተፈዊሰ እንዳ ፓስተር ክሪስ እቲ ዝገርመኩም ገና ፓስተር ክሪስ ኣይመጸን ነይሩ እቲ ናተይ ፈውሲ እቶም ኣብኡ ዝጽልዩ ሰባት ትምልኦ ቃል ኣምላኽ እዩ ናይ እምነት ቃል ከመይ ገይሩ እቲ ቃል ምሳኻ ይወሃሃድ ከመይ ገይሩ ኣብ ህይወትካ ይኣቱ ከመይ ጌሩ ምስቲ ቃል ዝተዋሃሃደ ነገር ሃልዩ ሓደ ነገር ይመጽእ ማንያቱ እቲ ጋንግሪን ዝበልኩኹም ጨና ትረፍ ዶ ንሰብ ንዓይ ብጣዕሚ ዘሕመኒ ዝነበረ እቲ ጨና ኣጽፋረይ ኩሉ እዚ ናይ እግረይ ኣጽፋረይ ኩሉ ወጺኡ እዩ ባጽዕ ተቐበር ኢሎምኒ ኣብኡ ከይደ ዝሓለፍኩዎ ስቓይ ክነግረኩም ኣይክእልን እየ ሽዑ ተፈዊሰ ዝተመለስኩሉስ እየ ክነግረኩም ደልየ ሓንቲ ምርኩስ እየ ሒዘ እሞ ብእግረይ ይኸይድ ድርእየኒ ኣሎ ሕጂ ተፈዊስካ ማለት ድዩ ኢልኒ ኢለዮ እግዚኣብሔር ኣእምሮኻ እንተ ክደፍኖ ተኾይኑ ከቢድ እዩ ብጣዕሚ ሽዑ ገዛ ከይዱ ተመሊሱ ምስ መፀን ፅባሒቱስ ኣታ ባዕልኻ ባይ ትኸይድን ኢኻ ነርካ ኢሉኒ ሽዑኡ እንዳኸድኩ ምስኡ ኮርኤኒ ኣሎ እሱ ዓረብያ ደፍእ ደሎ ጊን እግዚኣብሔር እግዚኣብሔር እዩ ኣምላኽ ይመስገን እብ ስርሑ ኣይጋገን እዩ ብሓቂ እየ ዝብለኩም ኣእዳዎም ኣብ ኣፎም ክሳዕ ዘእትዉ ጌርዎም እዩ እግዚኣብሔር ይመስገን ኣምላኽ ካበይ ኣሎ ዝተባህሉ ኣምላኸይ መን ምዃኑ ርእዩ እዩ እግዚኣብሔር ይመስገን እቲ ኣብ ብሓቂ እየ ዝብለኩም ኣምላኸይ ኣየሕፍረንን እቲ ዝተኣመንናዮ ኣምላኽ ኣየሕፍረናን እዩ። እቲ ዝተወከልናዮ ኣምላኽ ኣየሕፍረናን እዩ። እቲ ኣብ ፍቓዱ ዝኾንናዮ ኣምላኽ ኣየሕፍረናን እዩ። እግዚኣብሔር ይመስገን ነገራት ጽንክርክር ክብል ከሎ ነገራትካ ክኸብድ ከሎ ኣብ እግዚኣብሔር ግን ኣብኡ ኣሎ ኣምላኽ ይመስገን። ሓደ ነገር ኢልዎ ብሓቂ ብጣዕሚ ዝገርመኒ ቃል ብዛዕባ ዮሴፍ ክዛረብ ከሎስ ዮሴፍሲ በዚ ኩሉ ሽግር መከራ ክሓልፍ ከሎስ እግዚኣብሔር ድማስ ምስኡ ነይሩ ይብለካ። ኣይገርመኩምን ብሽግር ክሓልፍ ከለኩስ እግዚኣብሔር ምሳይ እዩ በልዎ እግዚኣብሔር ይመስገን ተዛረብዎ እግዚኣብሔር ይመስገን ንኩነታትኩም ብመከራ ክሓልፍ ከለኩ እግዚኣብሔር ምሳይ እዩ ምሽ በቲ ትሓልፎ ነገር እግዚኣብሔር ምሳኻ እዩ ኣብ ሽግርካ ምሳኻ ኣብ ሕማምካ ምሳኻ ኣብ መከራኻ ምሳኻ ኣይፍለን እዩ እግዚኣብሔር ይመስገን ሰባት ብዙሕ ነገራትካ ክለዋወጥ ከሎ ክፍለዩካ ክእሉ እዮም እግዚኣብሔር ግን ከም ሰብ ኣይኮነን እግዚኣብሔር ከም ሰብ ኣይኮነን ኣንኮራኮርም ኣይጠብቀካ እግዚኣብሔር ይመስገን ራይዎ እሞ ኣብ ቤት ንጉስ ምስ ኣተወ ብኡ ነይሩ ኣብ ጉድጓድ ክድርበ ከሎ ብኡ ነይሩ ኣብ ቤት ማእሰርቲ ክኣቲ ከሎ ምስኡ ነይሩ ካብኡ ከም ዘኽብሮ ግን እሱ ነይሩ እግዚኣብሔር ይመስገን እቲ ዘኽብር ምስ ኣኽበሮ ሽዕኦም ሕዋት ሪኦም እግዚኣብሔር ይመስገን ኢየሱስ ክርስቶስ ጎይታ እዩ ንፍቓድ ኣምላኽ ዝፅበ ዝነበረ ኮይኑ ይስምዐኒ የሴፍ ንፍቓድ ኣምላኽ ዝፈልጥ ሰብ ዋላ እቶም ክፉእ ዝገበርዎ ነገር ክፉእ ዘይፈዲ ሰብ እዩ እግዚኣብሔር ይመስገን ምሕረት ደቐድም ሰብ እዩ ንፍቓድ ኣምላኽ ዝተረደእ ሰብ ምሕረት ደቐድም ሰብ እዩ ኣብ ምሕረት ዝመላለስ ሰብ እዩ ዝጽብጽብ ሰብ ኣይኮነን የሴፍ እንተ ዝጽብጽብ ነይሩ ንሕዋቱ ምስ ጸብጸበሎም እዝን እዝን እዝን እዝን ጌርኩምኒ እዝን እዝን እዝን ፈዲኹምኒ ምበሎም ነይሩ ስልጣን ነይርዎ እዩ ስልጣኑ ግን ኣይተጠቕመሉን እግዚኣብሔር ይመስገን እግዚኣብሔር ብዝበና ስልጣን ኣብ ፍቃድ ኣምላኽ ኮይና ንዕኡ ንኽብሪ ድኣ እምበር ንኹኖ ነሕዋትና ንምጥፋእ ኣይኮነን ዝኸውን እግዚኣብሔር ይመስገን ኢየሱስ ክርስቶስ ኣብ ማእከልና ጎይታ እዩ ስለዚ ብመከራ ክንሓልፍ እግዚኣብሔር ኣሎ ዶ ወሎ ብወሓዚ ምስ ትሓልፍ ኢሉ እንታይ ክትከውንን ኢኻ እንታይ ክትከውንን ኢኻ ኣይክትጥሕልን ኢኻ ስለዚ ሓለፍካ እኳ ኣይኮነን እግዚኣብሔር ይመስገን እግዚኣብሔር ምሳኻ ስለ ዘሎ ሃልሃልታ ሓዊ እንታይ ኣይገብረካን እዩ? ንምንታይ ዘይ ህሙኸካ? ሓዊ ስለ ዘይ ኮነ? ኣይኮነን እንታይ ደኣ እግዚኣብሔር ምሳኻ ስለ ዘሎ ስለዚ ብንሓልፎ ኩሉ እግዚኣብሔር ምሳና ከም ዘሎ እንተ ፈሊጥና እግዚኣብሔር ይመስገን ኣብ ፍቓዱ ኮይና ንሕለፎ እግዚኣብሔር ይመስገን ኢየሱስ ክርስቶስ ኣብ ማእከልና ጎይታ እዩ እግዚኣብሔር እኮ ይልወጥን እዩ እሱ ግን ንኹነታትና ዝልውጥ ኣምላኽ እዩ እግዚኣብሔር ኣይልወጥን እዩ ንነገራትና ግን ዝልውጥ ኣምላኽ እግዚኣብሔር ይመስገን ኢየሱስ ክርስቶስ ኣብ ማእከልና ጎይታ እዩ። ስለዚ እዩ ናይ ሳውል ሽግር ዝነበረ ንፍቓድ ኣምላኽ ከየስተውዕል የኦምርኡ ዝመጸ ዝነብሮም ምንባሩ ንሰባት እዩ ነቲ ህዝቢ እዩ ዝነብር ንህዝቢ እዩ ዝማላለስ በቃ እቲ ህዝቢ እዩ ዝቐድም that's why ዋላ ዳዊት ሳሚኤል ምስ ነገሮ በቃ እግዚኣብሔር ከም ዝነዓቖ ምስ ተነግረ ንዳዊት እንታይ ክገብሮ እዩ ተሲኡ እንታይ ክገብሮ ተሲኡ ከሳድዶ ጀሚሩ ክቀትሎ ብዙሕ ግዜ ፈቲኑ ኣይኮነን ድዩ ናይ እግዚኣብሔር ጻዊዒት ዘለዎ ሰብ እሞ ከምዚ ክገብር ራይዎ እሞ ኣንጻርኳ እዩ ኣንጻር ተቃልኳ እዩ እግዚኣብሔር ይመስገን ኣንጻርኳ እዩ ዝኸይድ ስለዚ ኣብ ፍቓድ ኣምላኽ ምዃን እግዚኣብሔር ይመስገን ረብሓ ኣለዎ እግዚኣብሔር ይባረኽ ስለዚ ኣብ ፍቓድ ኣምላኽ ንመላለስ ኣብ ፍቓድ ኣምላኽ ንኹን ኣብዚ ተሪፉ ዘሎ ዘበን ብፍቓድ ኣምላኽ ምምልላስ ይበልጸና የሕዋተይ ኣብ ፍቓድ ኣምላኽ ሓይሊ ኣሎ ኣብ ፍቓድ ኣምላኽ ክብሪ ኣሎ ኣብ ፍቓድ ኣምላኽ ምልኣት ኣሎ እግዚኣብሔር ይመስገን እየሱስ ክርስቶስ ኣብ ማእከልና ጎይታ እዩ እስከ እግዚኣብሔር ይመስገን ካብ ዘለናዮ ክንትስእ ኢና እግዚኣብሔር ይመስገን ሃሌሉያ